ዝኸበርኩም ደቂ ሃገረይ ደቂ ዛብርኽቲ ሃገር ሃገረ ኤርትራ ዝሓለፈ ሰሙን ኣቦ መንበር ሽማግሌ ቤት ትምህርቲ ኣልዲያዒ ኣልእስላምያ ዝኾኑ ኣቦና ሓጂ ሙሳ መሓመድ ኑር ነቲ ኣረሜናዊ ስርዓት ኤርትራ ብኣስገዳድ ነታ ንብረት ናይ ህዝቢ ዝኾነት ቤት ትምህርቲ ኣልዲያኢ ኣልእስላሚያ ካብ ናይ ህዝቢ ምሕደራ መንዚዑን ወሪሱን ኣብ ትሕቲ መንግስታዊ ምሕደራ ንኽትሰጋገር ወሲኑ ነታ ቤት ትምህርቲ ንኸረክቡ ዘቕረበሎም ትእዛዝ ኣይፋል ብህይወተይ እናሃለኹ ናይ ህዝቢ ንብረት ዝኾነት ክንደይ ተመሃሮ ብመንፈሳውን ኣካዳሚያዊ ትምህርቲ ዝሃነፀትን ትሃንፅ ዘላን ብገንዘብ ህዝቢ ተነዲቓ ብገንዘብ ህዝቢ ትመሓደር ቤት ትምህርቲ ንመንግስቲ የሕሊፈ ኣይህብን ብምባል ህዝቢ ምስኦም ክሓብር ንመሰሉ ደው ክብል ወግዓዊ ጻውዒት ናብ ህዝቢ ኣቕረቡ። ኣመሓደርቲ ናይታ ቤት ትምህርትን ተመሃሮን ወለድን ድማ እቶም ተባዕ ኣቦ ዘቕረብዎ ሓሳብ ደጊፎም ቤት ትምህርቶም የሕሊፎም ንኸይህቡ ወሰኑ። እቲ ዜጋታት ዝተባህልዎ ብዘይ ሕቶን ርእይቶን ክፍጽሙ እምበር ኣይፋል ዝብል መልሲ ክህቡ ምስማዕ ዘይለመደ ናይ ኤርትራ ባርባራዊ ስርዓት በቲ ኣቦና ሓጂ ሙሳ ዘርኣይዎ ተቓውሞን ናብ ህዝቢ ዝዘርግሕዎን ወግዓዊ ጻውዒት ሰንቢዱን ባህሪሩን ንክቡር ኣቦና ሓጂ ሙሳን ካልኦት ኣባላት ሽማግሌ እታ ቤት ትምህርትን ገለ ግዱሳትን ብኡንብኡ ቀየዶም። እቲ ብዝተኣጀለ እኩብ ድምር ገበናትን በደላትን ግዕዙይ ምሕደራን ናይዚ ፋሽሽታዊ ስርዓት ፍጹም ተቐይሙን ነዲሩን ዝጸንሐ ህዝቢ ድማ ምእሳር ኣቦና ሓጂ ሙሳ ብምቅዋምን ኣብ ውሳኔኦም ብምጽናዕን ደገፉ ንክቡር ኣቦና ሓጂ ንምርኣይን እኩይ ውሳኔ ናይዚ ጨካን ስርዓት ንምቅዋምን ብፍኑ ናብ ጽርግያታት ኣኽርያን ካልኦት ቦታታት ኣስመራን ክውሕዝ ጀመረ። ሃገር ብጸላኢ ዝተወረት ከምስል፣ እዚ ስርዓት ብጭካነ ናብ ቆልዓን ሰበይትን ኣረጋውያንን ብዓይኒ የብለይ ስኒ የብለይ ብካላሽናቱን ብሬናቱን ብኣድራጋ ናብ ህዝቢ ብምትኳስ ህዝቢ ከርዕድ ፈተነ። በዚ ከይተደረተ ህዝቢ እታ ብመጀመርያ ተቓውሞ ዝተራእየላ ኣኽርያን ከባቢኣን ብኣልማማ ክገፍፍን ክኣስርን ቀንዩን ገናውን ኣሎን። ብሓጺሩ ሃገር ክህሉ ዝተመልመለ ሰራዊት ኣብ ክንዲ ዶባቱ ዝሕሉ ነቲ መሰሉ ክሕለወሉ ዝሓትት ዘሎ ምስኪን ህዝቢ ንምርዓድ ኣብ ከተማታትን ገጠራትን ሃገረ ኤርትራ ዘወን የብሎ ኣሎ። በዚ ከይተደረተ ህዝቢ መታን ከይሓብርን ሕቶን እምቢታን ብጻየይ ሕቶይን እምቢታይን እዩ ከይብልን ነዚ ኣብ ዝሓለፈ ሰሙን ዝተራእየ ምዑት ተቓውሞ በቲ ንሱ ዝጥቀመሉ ዘይወግዓዊ ማዕቀን ሓበሬታ ብመንገዲ ባዶ ሰለስተን ስለያዊ መሓውራቱን ምስ እስላማዊ ጥርኑፍነትን ምትእኽኻባት ጉጅለታት ራዕድን ብምዝማድ ሃይማኖታዊ መልክዕ ዝሓዘ ተቓውሞ ከም ዝነበረ ኣምሲልካ ብምርኣይ ህዝቢ ከይሓብሮን ከይሰምሮን ብዕሉግ ፖለቲካዊ ዘመተ የካይድ ኣሎ። ስለዝኾነ ዝኸበርካ ህዝበይ በዚ ተንኮለኛ ውዲት ተገሪህካ ኣብ ሕድሕድካ ዘሎ ርክብን ዝምድናን ከይትበትኽ፣ ሽግር ብጻየይ ሽግረይ'ዩ ክትብልን ምስ ሽጉር ሓውኻን ሓብትኻን ክትሓብርን ንላበወካ። እዚ ኣረሜናዊ ስርዓት ፍሉይ ፈታውን ፍሉይ ጸላእን የብሉን ዝተባህሎ ዘይገብር ኩሉ ጸላኢኡ እዩ። ሓደ ካብ መደባቱ ኣደንቊርካ ግዛእ ስለ ዝዀነ ድማ፣ ሰባት ብነጻነት ከምልኹ፣ ብመንፈሳዊ ፍልጠት ክዓብዩ ፍጹም ኣይፈቅድን እዩ። ከምዚ ሎሚ ንኣቦታትና ከም እኒ ሓጂ ሙሳ ነቲ ዘይፍትሓዊ ጠለቡ እምቢታ ስለ ዘርኣዩ ዝኣሰሮም፣ ቅድሚ ዓሰርተ ክልተ ዓመታት እውን ንኣቦና ፓትርያክ ኣንጦንዮስ ኣብያተ ቤተክርስትያናት ክዓጽዉ ሓቲትዎም፣ ኣነስ ኣብያተ ክርስትያናት ክኸፍት ደኣ እምበር ክዓጹ ኣይመጻእኹን ስለ ዝበሉን ህዝቢ መንፈሳዊ ኣፍልጥኡ ንኸዕቢ ኣገልግሎት ይህቡ ንዝነበሩ ውፍያትን ምሁራትን ካህናት ከይኣስሩ መንግስቲ ካብ ናይ ሃይማኖታዊ ጉዳያትን ካብ ቤተክርስትያናትን ኢዱ ካብ ምእታው ክቑጠብ ስለ ዝሓተቱ ጥራይ እኮ'ዩ ኣቦና ፓትርያክ ኣንጦንዮስ ዝነበሮም መንፈሳዊ መዓርግ ብምቕንጣጥ ብሓላፍነት ናይቲ ሽዑ ሓላፊ ሃይማኖታዊ ጉዳያትን የማናይ ኢድ ናይቲ ኣረሜን ኢሳያስ ኣፈወርቂ ኮይኑ ዘገልግል ዝነበረ ነፍስሄር ናይዝጊ ክፍሉ ኣቦና ናብ ናይ ገዛ ማእሰርቲ ከም ዝድርበዩ ዝተገብረ። እቶም ትማሊ ተሸከምቲ መስቀልን ዓጠንቲ ቤተክርስትያንን ዝነበሩ ብግዴታ ተገፊፎም ኣንጻር ቀኖናን ሕግታትን ኦርቶዶክሳዊት ቤተክርስትያን ኤርትራ ናብ ወተሃደራዊ መዓስከራት ተወሲዶም

እዚ ጨካን ስርዓት ጸበል እኩይ ተግባራቱ ንመንከ'ዩ ዝመሃረ? ኣብ መጀመርያ ተስዓታት ብስም ጥርኑፍነት ንኽንደይ ኣርካናትን ስሙያትን ኣሕዋትና ኣመንቲ ምስልምና ብለይቲ ጨውዩ ኣብዚኣ ኣትዮም ከይተባህሉ ከም ዝሓቁ ጌሩ። ንተኸተልቲ እምነት ጅሆባ ጠመንጃ ምሽካም ኣንጻር እምነትና እዩ። ሃገራዊ ኣገልግሎትና ኣብ ካልእ መዳያት ስራሕ ብምውፋር ክንፍጽም ፍቓደኛታት ኢና ስለ ዝበሉ ጥራይ፣ ብዘይሕጋዊ መስርሕ ፍርዲ ኩሉ ሃገራዊ መሰላቶም ገፊፉ ሃገር ኣልቦ ገይሩዎም ከብቅዕ፣ በዚ ከይተወሰነ ንብዙሓት ከም ኣቑሑት ኣብ ኮንቴነራት ንዓመታት ብምዕሻግ ብናይ ቀትሪ ሙቐትን ብናይ ለቲ ቀዝሕን መሽሚሾም ከም ዝመቱ ዝገበረን ዝገብር ዘሎን ፍጹም ኣረሜናዊ ስርዓት'ዶ ኣይኮነን? ካብ ግንቦት ክልተ ሽሕን ክልተን ኣትሒዙ ንብዙሓት ሃይማኖታት ብዝሒ ኣባላተንን ኣብ ኤርትራ ክነጥፋሉ ዝጸንሓ ብዝሒ ዓመታትን ብዘየገድስ ህላወኣን ክሒዱ እቲ ብውልቂ እምበር ብመንግስቲ ክውሰን ዘይግባእ ናይ እምነትን ኣምልኾን መሰላቶም ብምእጋድ ቤተክርስትያኖም ብምዕጻው ወትሩ እናተጸናተወ ዝኣስሮምን ዘሳቕዮምን ዝቐትሎምን እምነቶም ክቕይሩ ዘገድዶምን ዘሎኸ መዓስ ክርሳዕ ኮይኑ? እዚ ጨካን ስርዓት ነብሲ ወከፍ ሰብ ሓንቲ ባኒ ጥራሕ ክበልዕ ኣለዎ ስለ ዝበለ እስላምና ክርስትያንና ሓንቲ ባኒ ክንበልዕዶ ኣይኮናን ተገዲድና ዘለና? ደቅና ከም ደቂ ደርሆ ብሓባር ንምንጠል፣ ምሸት ብሓባር ብርሃንና ጸላም ይወርሶ፣ መንእሰያትና ብሓባር ይስደዱ ብሓባር እውን ይሃልቁ። ኣካል እኩያት መደባት ናይዚ ስርዓት ክንከውን ብሓባር ንግደድ፣ ካብኡ ሓሊፉ እውን ሃይማኖት፣ እስልምናን ክርስትናን ዓውዲ ኩሉ ርኽሰታት ናይዚ ስርዓት ኮይነን ከም ዘለዋ ምስ እንፈልጥ፣ ሓባራዊ ጸላኢና ሓንሳብን ንሓዋሩን ኣሊና፣ ብፍቕርን ቅሳነትን ብሰላምን ኣብ ትሕቲ ጽላል ሕጋዊ ምሕደራ መታን ክንነብር ዘኽእለና እንኮ ምርጫ ብሓባር ምቅላስ ጥራይ ምዃኑ፣ ካብ ዝኾነ እዋን ንላዕሊ ሎሚ ኣድላይነቱ ብዘየጠራጥርን ብንጹርን ክበርሃልና ይግባእ። ምልካውያን ገዛእቲ፣ ሃገራውያን ይኹኑ ወጻእተኛታት፣ ንህዝቢ ሰጥ ለበጥ ኣቢሎም ንኽገዝኡ ዝጥቀሙሎም እኩያት ሜላታት ዳርጋ ሓደን ተመሳሰልትን እዮም ገለ ካብኣቶም ህዝቢ ኣደንቂርካ ምሓዝ፣ መባእታውያን መሰላት ምእጋድ፣ መሰረታውያን ቀረባት ከም እኒ ማይ፣ ምግቢ፣ መጓዓዝያ፣ ነዳዲን ካልኦት ሓለኽቲ ነገራትን ከም ዝሓጽሩን ወይ ውን ፍጹም ከም ዝጠፍኡን ጌርካ ህዝቢ ኣብ ክንዲ ናይ ርሑቕ ዕድላቱ ምሕሳብ ኣብ መዓልታዊ ዘጋጥምዎ ዘቤታዊ ሕጽረታት ጥራይ ተሓጺሩ ሸንኮለል ከም ዝብል ምግባር ገለ ካብቶም መለኽቲ ስርዓታት ዝጥቀሙሎም ንዱያት ተግባራት እዮም። በዚ ከይተደረቱ እውን ዜጋታት ሃገራዊ ራእይ መታን ከይህልዎም ብዘርኢ ብዓልየት፣ ብሃይማኖትን ብኣውራጃን ኣብ ነንሕድሕዶም ፍቕርን ሲንትን ከምዘይህልዎም ጌርካ ኣብ ህውከቶምን ፍልልያቶምን ነዳዲ እናወሳክካን እናሳወርካን ዕድመ ስልጣንካ ምንዋሕ ገለ ካብቶም ብቐጻሊ ክሰርሑሎም ዝረኣዩ እኩያት ሜላታት መለኽቲ ስርዓታት እዮም። ህዝቢ ኤርትራ ብዝተፈላለዩ ግዳማውያን ገዛእቲ በዞም ኣብ ላዕሊ ክብ ኢልና ዝገለጽናዮም እኩያት ውዲታት ገዛእቲ ተፈቲኑ እዩ። ግናኸ ሳላ እቲ ሓያል ሓድነቱን ብልሓቱን በቶም ኣብ ልዕሊኡ ዝተኣልሙ ተንኮላት ከይተጻዕደ ኣብ ሓድነቱን ስኒቱን ኣበርቲዑ ስለዝሰርሐ እነሆ ኣብ ካርታ ዓለም ከም ትጽንበርን ክብርቲ ሃገር ኤርትራ ልኡላዊት ሃገር ኣባል ውድብ ሕቡራት ሃገር ከም እትኸውን ገይሩን ንመለኽቲ ዘየዳግም ትምህርቲ ሂቡን እዩ። እዚ ሎሚ ንሃገርና ብሓይሉ ዓትዒቱ ብምሓዝ መን ከማይ ዝብል ዘሎ ፋሉላዊ ጉጅሌ ኣብ ሕሉፍ በዚ ጅግና ህዝቢ ዝተፈጸመ ሓያል ጅግንነት ዕሽሽ ኢሉ ክሪኦ ስለ ዝደለየ ኣብ ክንዲ እቲ ህዝብና ተፈቲኑ ዘበርዓኖ ተንኮለኛ ውዲት ገዛእቲ ከም ዘየስርሖ ፈሊጡ ሰናይ ነገር ምግባር ምኹን ውዲት ገዛእቲ ከም ዘለዎ ክደግም ይረኣ ኣሎ። ስለዚ ህዝበይ ሎምውን ከም ትማሊ ኣብቲ ኣቦታትካ ዝገደፉልካ ሕድሪ ተመለስ። ምእንቲ ስኒትካን ሓድነትካን ኣቦታትና ወልደኣብ ወልደማርያምን ኢብራሂም ሱልጣንን ክንዮ እምነትን ሃይማኖትን ሃገር ብምቕዳም ሃገራዊ ፍቕሪ ምሂሮምና እዮም እሞ ንዕኡ ከም ዘለዎ ደጊምና ንስርሓሉ። ኣቦና ዓብዱልቃድር ከቢሬ ኣብ ማእከል ኣስመራ ብጥይት ጸላኢ ክወድቕ ከሎ ምእንቲ ኤርትራ ደኣ እምበር ምእንቲ ኣስላም ወይ ውን ምእንቲ ክርስትያን ኣይነበረን። ኣቦና ሓምድ ኢድሪስ ዓዋተ ብረታዊ ቃልሲ ኣብ ባርካ እኳ እንተ ጀመሮ እዛ ኣብ ባርካ ጀሚራ ዘላ ቁልዒ ኣብ ምሉእ ሃገር ከም ሓልሓልታ ተዘርጊሓ ኩሉ ወዲ ሃገር ክስሕና እዩ ብዘይ ወዲ ከበሳን ብዘይ ኣሕዋትና ክርስትያንን ዝመጽእ ዓወት ከቶ የልቦን እዩ ዝብል ዝነበረ እሞ ሎሚ ውን ምእንቲ ኣቦና ሓምድ ኢሪስ ዓወተ ነዚ መወዳድርቲ ኣልቦ መላኺ ንምስዓር ሓቢርና ንዕየ እወ ሓድነትና ዘትርር መንገዲ ዓወትና ዘነጽር፣ ኣብ ፍጹም ሓድነትን ስኒትን ዝኣምን ሓደ ሃገራዊ መዝሙር ኣለና። ክቡር ኣቦ ዜማ ሃገር ኣቦና ነፍስሄር ኣቶ ውብርሃን ሰጊድ ወትሩ ሕያው ኮይኑ ዝነብር ዜማን ግጥምን ገዲፉልና ኣሎ'ሞ ሎሚ'ውን እሱ ይኹን መዝሙርና። ኣስላማይ ክስታናይ ወዲ ቆላ ደጋ ንምኽሪ ጸላኢ ኣይትሃብ ብዋጋ ከይትኾን ዕዳጋ ኣታ እስላም ጥሩፍነት የተኣታትዉ ኣለዉ ብዝብል መርዚ ተሰኒፍካ ዘለኻ ወዲ ሃገር በተክርስትያንካ ኣብ ፍጹም ዝተዋረደሉ ኣብ ክሳድካ ማዕተብ ክትገብር ኣብ ዝተኸልከልካሉ እዋን ከምዘለኻ ካህናትን ዲያቆናትን ኣገልገልቲ ቤተክርስትያንን ብዘስካሕክሕ ኩነታት ብዘይ ገበን ብዘይ ፍርዲ ንዓመታት ተኣሲሮም ኣብ ዝሳቐዩሉ ዘለዉ ኩነታት ቤተክርስትያን ኣብ ክንዲ ካብ መንግስቲ ናጻ ዝኾነ ሲኖድን ሕጊ ቤተክርስትያንን ዘመሓድራ በቲ ኣረመናዊ መራሒ ብዝተመርጹ ኣባላት ሃገራዊ ድሕነትን ዓለማውያንን ትዝረፍን ትድፈርን ከምዘላ እሞ ዘክር እቶም ጉጅለ ራዕድን ሽበራንሲ እቶም መዋልድኻን ኣሕዋትካን ኣስላም ዘይኮኑስ እቲ ንኹልና ብሓባር ክንጸንት ዝዓዪ ዘሎ ኣረመናዊ ገዛኢኻ ምዃኑ ክፍለጠካ እዩ። ምእንት'ዚ ጸላኢና ኣብ ሓደ መቕሎ ክሳብ ንሓርር ኣሕቢሩን እናቐለወና እንከሎ፣ ንሕና ብሕሱር ፈላላዪ ናይ ፖለቲካ ጥሙሓቱ ክንፈላለን ኣማዕዲና ክንረኣእን እንተደኣ ጀሚርና፣ ጥፍኣትና ጥራይ ኢና ከነቀላጥፍ እምበር ካብ ምፍልላይ እንረኽቦ እንኮ መኽሰብ የለን። ሰላም፣ ፍትሕን ቅሳነትን ንህዝቢ ኤርትራ፣ ውድቀት ነቲ ኣብ ኤርትራ ዘሎ ኣረሜናዊ ስርዓት ኤልሳ ጭሩሜ ካብ ሓልዮት ሰብኣዊ መሰላት ኤርትራ ለንደን ዓዲ እንግሊዝ ዓዲ እንግሊዝ ዓዲ።